መርሓባ የሕወተይ ኣብ ዘዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ሓጺር መልእኽቲ እዩ ዘለኒ ቅድሚ ሕጂ ክንደሻብ ኣምጽያ ነይረ ወርሒ ወርሒ ከባቢ ዓሰርተ ክልተ ሽሕ ብሎትሪ ክትስዕር ትኽእል ኢኻ እዚ ከኣ ሓደ ማሕበር እዩ ቪድዮ ነዊሕ ሰሪሐ ኣለኹ ሓጺር ቪድዮታት ከማን ኣብ ዩቱብ ኣለኩም እሱ ፈትሽዎ ስለምንታያ ግን መሊሰ ዘምጾ ዘለኹ ሕጂ ጽባሕ ነይ ድሕሪ ጽባሕ ዕለት ዕስራን ሸውዓተን ክሳብ ሰዓት ሽድሽተ ዕድልካ ክትፍትን ትኽእል ኢኻ ማለት እዩ እቲኣ ሊንክ ኣብቲ ናተይ ባዮ ታሕት እያ ዘላትኩም እንድሕር ደሊኹም ከኣ ብእንግሊዝ ወይ ብጀርመን ኩሉ እቲ ሓበሬታ ናይቲኦም ማሕበር ክትረኽብዎ ትኽእሉ ኢኹም ዝበለጸ ከማን ከምኡ እንድሕር ጌርኩም ኢኹም እቲ ቪድዮ ክትርእይዎ እንድሕር ዘይደለኹም እንታይ እዩ ስለምንታይ እዮም ከምኡ ዝገብሩ ዘለዉ ግን ሓቂ ምኻኑ ክነግረኩም ይደሊ ዝኽፈል የብሉን ዕድልኩም ክትፍትኑ ትኽእሉ ኢኹም ኖርማል ክሳብ ዕስራን ሓሙሽተን ክሳብ ዕስራን ሸውዓተን ኣብ ወርሒ እዮም ዝስዕሩ ከምቲኦም ትፈልጥዎ ክንደይ ካባኹም ከማን ተመዝጊቦም እንድዮም ቅድሚ ሕጂ ትፈልጥዎ ኢኹም ጽባሕ ግን ድሕሪ ጽባሕ ግን ናቶም በርስደይ እዩ ግቦት ስታግ ናቶም ስለ ዝኾነ ናይ ሓምሳ ዓመት ከምቲ ዝረኣኽዎ ኣብ ኢመይል ስለ ዝመጻኒ እየ ሕጂ መሊሰ ሓጺር ክነግረኩም ዝደሊ ሓምሳ ሰባት ክስዕሩ እዮም ወይ ናይ ክንደይ ዓመት እዩ ናቶም ከ ኣይ ነው ሓምሳ ሰባት መቸም ክስዕሩ እዮም ሶሪ ኤኒወይ ናይ ዩቢሌዮም ናይ ናቶም ክንደይ ዓመታት ስለ ዝገበሩ ጎደሎ ከማን ኾኑ እቲ ኢመይል መጺኒ ኣሎ ኣብቲ ዌብሳይት ናቶም ከማን ኩሉ ኢንፎርሜሽን ትረኽብዎ ኢኹም ሓቂ ምዃኑ ኸኣ ብምንታይ ተራጋግጹ ኣብ ፌስቡክ ኣብ ዩቱብ እቲ ሎትሪ ከመይ ከም ዝገብርዎ የርእዩኻ እዮም ተገዳስነት እንድሕር ኣለኩም ኣብኡ ረኣይዎ ኢኹም and እቲኣ link ከኣ ኣብ ዩቱብ ኣብ ታሕቲ ኣብቲ ኮመንት ክሓድገልኩም እየ ካብቲኤን ኩለን link ዘለዋ ከኣ እቲኣ ዝታሕተወይቲኣ ኣብ ቲክቶክ ከኣ ኣብቲ ፕሮፋይል ክሓድገልኩም እየ ተስፋ ይገብር ደስ ክብለኩም ወይ ክጠቕመኩም ናይ ዕድል ጉዳይ ብሓጺሩ ግን ምፍታኑ ርከ ጽባሕ ዕጽፊ ካብቲ ኖርማል ሰብ እዮም ያ ክስዕብ ዝኽእል ሓምሳ ሰባት ስኒ ቀሊል ክስታይ ኣይኮነን ቀጻሊ ክትምዝገብ እንድሕር ደሊኻ ኣይትኸፍልን ኢኻ ኤገን እዚኣ ከዓ ክብለኩም ቀጻሊ እንድሕር ክትሳተፍ ደሊኻ ከዓ ወርሒ ወርሒ ካልእ ዕለት እዩ ዘሎ ኣብቲ ናቶም ዌብሳይት ክትከታተሎም ኣለካ እንድሕር ሓንሳብ ተመዝጊብካ ከማን ክጽሕፉልካ እዮም ትደሊ ዲካ ክትሳተፍ እንድሕር ክትከፍል ትክእል ኢካ ብድሌትካ እዩ ግንሱ እንድሕር ክትከፍል ዘይደለካ ግን መመሊስካ ረጂስታ ክትገብር ኣለካ እንድሕር ኖኖ ኣነስ ክኸፍል ኣይደልን እየ መመሊሰ ክዝክሮ ኣይደልን እየ ኢልካ ከኣ ክልተ ኦይሮ ኣብ ወርሒ ኣውቶማቲክሊ ካብ ናትካ ኣካውንት ክወስዱ ከም ዝኽእሉ ክትገብሮ ትኽእል ኢኻ ሶሪ ደሓን ኣብቲ ክስታይ ክሰቕሎ እንደ መሊስኩም ስምዕዎ እቲኦም ደሓር ዝመጻኹም እዚኣ ጥራይ ክተሓላልፈልኩም ደልየ ብኢሜይል ስለ ዝመጻኒ ምናልባት ተገዳስነት ይህልወኩም ኢለ እየ ኖ ፕሮብም ቅድሚ ሕጂ ከኣ ክንደይ ሻብ ኣምጸዮ ኔረ ሕጂ እኮ ሓዲገዮ እየ ቀደም እቲ መጀመርያ ቲክቶክ ክጅምር ከለኩ ግን ዳርጋ ወርሒ ወርሒ ይሰቅላ ኔረ so ሕጂ ግን ናይ ሓምሳ ሰባት ስለ ዝኮነ እቲ ዕድል why not መን ይፈልጥ ካባኩም ይስዕር ይከውን i hope ከኣ ሓዴና ወይ ብዙሓት ካባና ይስዕሩ so ዕድልኩም ፈትኑ ኢኩም bye and share በልዎ ከኣ bye።